ንኣይ ንሞት ኮይኑ ንሞት ኮይኑ ረኸብኩዎ ከመይ ገይሩ ንሞት ኮይኑ ብኸመይ ንሞት ኮይኑ ብኸመይ ንሞት ኮይኑ ከምዚ ኮይ ሓጢኣት ብርእሱ ሰናይ ቅዱስ ጻድቕ እዩ ኣበሳ ዝበሃል የብሉ ኣበሳ እዩ ዘርኢ ሓጢኣት እዩ ዘርኢ ድኻም እዩ ዘርኢ እምበር ብርእሱ ኣበሰኛ ኣይኮነን ኣበሳ እውን የብሉን ሓጢኣት እውን የብሉን ሕጊ ንጹህ ጻድቕ ቅዱስ እዩ ነገር ግና ሓጢኣት እዩ ዝገልጽ፣ ድኻም እዩ ዝገልጽ፣ ኣበሳ እዩ ዝዕዝዝ፣ ንሓጢኣት እዩ ዘፍልጥ፣ ንድኻም እዩ ዝፈልጥ፣ ነቲ ሃማርትያ እዩ ዝገልጾ፣ ንዑ ህያው ዝገብሮ፣ ንዑ ህይወት ዝኾኖ፣ ንዑ ሓይሊ ዝኾኖ። ስለዚ ስኻ ትመውት ማለት እዩ። ንሞት ኮይኑ ረኸብክዎ ማለት እዚ እዩ። ስኻ ትመውት ማለት እዩ። ዓሰርተ ክልተ ራእዩ ዓሰርተ ክልተ እምበኣርሲ እምበኣርሲ እቲ ሕጊ ቅዱስ እዩ እቲ ትእዛዝ እውን ቅዱስን ጻድቕን ሰናይን እዩ ሕጊ ሙሴ ጻድቕ እዩ ሕጊ ሙሴ ቅዱስ እዩ ሕጊ ሙሴ ጻድቕን ሰናይን እዩ እንታይ ደኣ ዓሰርተ ሰለስተ እቲ ሰናይ ዶ ደኣ እዩ ንኣይ ሞት ዝኾነኒ ሕቶ እዩ ያ ኣይፋሉን ሰናይ ኣይኮነን ንዓይ ሞት ዝኾነኒ ዘሎ ሓጢኣት ደኣ እዩ ሞት ዝኾነኒ እምበር መን እዩ ሞት ዝኸውን ሓጢኣት እዩ ኦኬ ሓጢኣት ሞት የምፃልካ ንሓጢኣት ህያው ዝገብሮ ዘሎ ግን መን እዩ ሕጊ እዩ ዝኾነኒ እምበር ሓጢኣት በቲ ሰናይ ገይሩ ሰናይ መን እዩ ሕጊ እዩ ሓጢኣት ብሰናይ ገይሩ ሞት ካብ ዘምፅእ ሓጢኣት ብመን ገይሩ እዩ ሞት ዘምፅእ ሄሎ ሓጢኣት ብመን ገይሩ እዩ ሞት ዘምፅእ ብሕጊ ገይሩ ሕጊ ምኽንያት ረኺቡ ከመይ ጌርና እሞ ሕጂ ነዚ ቤት ክርስቲያን ንሰብኮ ካብ ሓጢኣት ናፃ ክንከውን ዘይኮናን መንደል ብጽድቂ ብቅድስና ብብርሃን ብጨው በቲ ኣምላኻዊ ህይወት ከምቲ ክርስቶስ የሱስ ኣብዚ ምድሪ እተመላለሶ ክንመላለስ ዘይኮናና ንደሊ ዘለና ከምኡ ዘይኮን ናይ ኩላትና ትምኒት ናይ ኩላትና ድልየት እንታይ ደኣሞ እሞ ነቲ ሓጢኣት ዘጥፍእ ክርስቶስ ድና ክንሰብኽ ዘለና ወይስ ነቲ ሓጢኣት ነቲ ሓጢኣት ህያው ዝገብር ነቲ ሓጢኣት ደምፅእ ነቲ ሓይሊ ሓጢኣት ነቲ ናይ ሓጢኣት ህይወት ዝኾነ ሕጊ ኢና ክንሰብኽ ዘለና ንሕና ክንሰብኽ ዘለና ብሩኻት ሪኹሞ እጂ ኣብዚ ደው ክንብል ይግባኣና እዩ ብግቡእ ሕጊ ኣይተረዳእናዮ እስቲል ሓዋዊስና ኢና ንሰብኽ ዘለና እስቲል ኣይተረዳእናዮ ካልእ ኪዳን እዩ ኸኣ ካብቲ ኪዳን ተፋቲሕና ኢና ካብቲ ሕጊ ሞይትና ኢና ናይ ክርስቶስ ኮይንና ኢና ናይ ኣምላኽ መታን ፍረ ክንፈሪ ናይ ክርስቶስ ኮይንና ኢና ነይቲ ካብ ምዉታ ዝተንስአ መታን ክትኾኑ እኮ ኢልካ ንኻልእ ማለት ነቲ ካብ ምውታ ዝተንስአ ክርስቶስ ክትኾኑ ካብቲ ሕጊ ብስጋ ክርስቶስ ሞትኩም ሞትኩም ተፈታሕኹም Ramaadashiilee Beediyaas ሓጢኣት በቲ ሰናይ ገሩ ሞት ካብ ዘምጽእ ሓጢኣት ምዃኑ ምእንቲ ክግለጽ እሲ ሓጢኣት ብትእዛዝ ገይሩ ኣዝዩ ሓጢኣት ክኸውን እዩ ስለዚ ኣብ መድረኽ ወፂኻ ምሉ መዓልቲ ክትእዝዝ ዘይትውዓል ንምንታይ ብትእዛዝ እዩ ሓጢኣት ሓጢኣት ዝኸውን ኣነ ይበልኩን እዚ ጳውሎስ ኣቦና ጳውሎስ መምህርና ጳውሎስ ሃዋርያና ጳውሎስ ሃዋርያ ኣሕዛብ ዝኾነ ጳውሎስ እንታይ ይብል ኣሎ እቲ ሓጢኣት እዚ በቲ ሓጢኣት ኣዝዩ ሓጢኣት ክኸውን እዩ ሓጢኣት ሞር ሓጢኣት ዝኸውን ፍረ ዘለዎ ሓጢኣት ዝኸውን ዘጉላዕልዐ ሓጢኣት ዝኸውን ዝፈረ ሓጢኣት ዝኸውን ለው ብሕጊ እዩ ብትእዛዝ እዩ ስለዚ ንሰብ ምሉ መዓልቲ ክትእዝዞ ካብ ትውዕል እዚ ጊደፍ እምበር እንታይ ኢና ንብል ዘለና ሓጢኣት ኣዝዩ ሓጢኣት ዝኸውን ብሕጊ ምኽንያት እዩ ኢና ንብል ዘለና ማለት እዩ ዓሰርተ ሓሙሽተ ነቲ ዝጸልኦ ገብሮ ኣለኹ እምበር ነቲ ዝደልዮ ኣይኮንኩን ዝገብሮ ዘለኹ እሞ ነቲ ዝጸልኦ ገብሮ ኣለኹ እምበር ነቲ ዝደልዮ ኣይኮንኩን ዝገብሮ ዘለኹ እሞ ነቲ ዝገብሮ ኣይፈልጦን እየ ሕጂ ምስ ሕጊ ጽልኢ የብልናን ክርዳና ዘሎ ምስ ሕጊ ጽልኢ የብልናን ሕጊ ንብል ዘለና ቅዱስ እዩ ሰናይ እዩ ጻድቕ እዩ ነገር ግና ካልእ ኪዳን ኣብ ኪዕኻ ኣብ ካብ ከረሲና ክሳዕ ጎልጎልታ ነይሩ ክርስቶስ ምስ መጸ እቲ ተስፋ ተዋህቦ ዘርኢ ምስ መፀ ኦኬ ክራይስት ምስ መፀ እቲ ስራሕ እውን ኣብ መስቀል ቀራንዮ ምስ ፈፀመ ንሕጊ ፈፂሞ እዩ ሕጊ ዝሓቶ ዕዳ ኩሉ ፈፂሙ ንዓና ካብኡ ሓራ ጌርና እዩ ሓራ ጌርና እዩ ኢና ንብል ዘለና ማለት እዩ ስለዚ ኣብ ከመይ ዓይነት ስቃይ ከም ዝነበረ ኣብ ዝነገረና ዘሎ ሃዋርያ ጳውሎስ ቅድሚ ክርስቶስ ኣብ ከመይ ዓይነት ስቓይ ሰብ ይሓልፍ ከም ዝነበረ ብፍላይ ኣይሁዳውያን ሕጊ ስለ ዝነበሮም ማለት እዩ ሕጊ ኦኬ ነቲ ዝገብሮ ኣይፈልጦን እየ ሕጊ መንፈሳዊ ምዃኑ ንፈልጥ ኢና ንፈልጥ ኢና ኢልክ የስ ዊናው ሕጊ መንፈሳዊ ምዃኑ ንፈልጥ ኢና ኣነ ግና ትሕቲ ሓጢኣት እተሸጥኩ ስጋውየ ትሕቲ ሓጢኣት ኣብዚ ብሙሉ ኣብዚ ምዕራፍ ሓጢኣት ሓጢኣት ሓጢኣት ሓጢኣት ዝብሎ ሃማርትያ ሃማርትያ ሃማርትያ ሃማርትያ እዩ ሃማርትያ ነው ኣይኮነን ኦኬ ፍረ ሓጢኣት ዘይኮነስ ነቲ ምንጪ ሓጢኣት እዩ ብዚ ሓጢኣት ዝብሎ ዘሎ ማለት እዩ እተሸጥኩ ስጋዊ ሰብ እዩ ነቲ ኣነ ዝደልዮ ካብ ዘይገብሮ ግና እቲ ሕጊ ሰናይ ምዃኑ እምስክር ኣለኹ ሰናይ ምዃኑ ንምስክር ኢና ስለዚ እቲ ኣባይ ሓዲሩ ዘሎ ሓጢኣት እዩ እምበር ለይስና ብዚያ ለስና ብዚያ ስለቲ እቲ ኣባይ ሓዲሩ ዘሎ ሓጢኣት እዩ እምበር ስለዚ እቲ ኣባይ ሓዲሩ ዘሎ ሓጢኣት እዩ እምበር ኣባና ሓዲሩ ዘሎ ሓጢኣት ቅድሚ መስቀል እኪ ኣብዚ ከይተምፅዋ ሕጂ ቅድሚ መስቀል ይዛረብ ዘሎ ጳውሎስ ቅድሚ መስቀል ይዛረብ ዘሎ ስለዚ እቲ ኣባይ ሓዲሩ ዘሎ ሓጢ ኣይናይ ሓጢኣት ይዛረብ ዘሎ ኣብ ሰብ ሓዲሩ ዝነበረ ሓጢኣት ኣይናይ ሓጢኣት እዩ ሃማርትያ ሲንፉል ኔቸር ሲንፉል ኔቸር ኣዳማዊ ባህሪ ኣዳማዊ ባህሪ ብኣዳም እተኻፈልናዮ ሓጢኣት እዚ ሓጢኣት እዚ ካብ ዘርእና ኦኬ ካብ ዘርእና ኣብ ደምና ኣብ ውሽጢ መንፈስና ሓዲሩ ነይሩ እዚ ሓጢኣት እዚ ካብዚ ክርስቶስ ሓራ ጌርና ካብዚ ክርስቶስ ናፃ ጌርና ካብዚ ክርስቶስ ፈቲሐና ማለት እዩ ኦኬ ክራይስት ካበይ ፈቲሕና ካብዚ ሓጢኣት እዚ ክርስቶስ ፈቲሕና ካብቲ ሃማርትያ ካብ ዝብል ሲንፉል ኔቸር ካብ ዝኾነ ሓጢኣት ካብቲ ሕጊ ሓጢኣት ሓራ ጌርና ነፃ ጌርና እሱ ኣባና ሓዲሩ ነይሩ ማለት ኣብ ውሽጢ መንፈስና እቲ ሓጢኣት እዩ ነይሩ በቲ ሓጢኣት ምክንያት ድማ ንሕና እንታይ ኮይና ነርና ሞይትና ነርና ስለዚ ኢልካ እቲ ኣባይ ሓዲሩ ዘሎ ሓጢኣት እዩ እምበር ኣነ ኣይኮንኩን ዝገብሮ ዘለኹ ኦ ዋው ዘገርም ምግላፅ ራእይ ዘገርም ምግላፅ ናይ ጳውሎስ ተመልከት እቲ ኣባይ ሓዲሩ ዘሎ ሓጢኣት እዩ ሓጢኣት ዝገብር ዘሎ እምበር ኣነ ይኮንኩን ኢልካ ኣባይ ኮይኑ ሓጢኣት ዝፈሪ ኣባይ ኮይኑ ፀልማት ዝፈሪ ኣባይ ኮይኑ ክፉእ ዝገብር ኣባይ ኮይኑ ክፉእ ዝሓስብ ኣባይ ኮይኑ ክፉእ ዝምነ ኣባይ ኮይኑ ክፉእ ብክፉእ ዝግለፅ ኣነ ኣይኮንኩን ኣነ ኣይኮንኩን ይብል ኣሎ። ለካ ንሕና ኣይኮና ንነብር ነርና ንሕና ኣይኮና ንነብር ነርና ንሕና ይመስለና ንሕና ንገብሮ ዘለና ንሕና ሓጢኣት ንገብር ዘለና ንሕና ክፍኣት ንገብር ዘለና ንሕና ጸልማት ንገብር ዘለና ወይ ኣነ ምጉዱል ሰብ ወይ ኣነ ክፉእ ሰብ እንታይ ዓይነት ሰብ እየ ገለ ትብል ምስ ርእስኻ ምስ ርእስኻ ትበኣስ ጳውሎስ ግን እንታይ ኢልካ ኣነ ኣይኮንኩን ኢልካ እቲ ሓጢኣት ዝገብር ዘሎ ኣነ ምክንያቱም ኣነሲ ሕጊ ሰናይ ምዃኑ ይፈልጥ እየ ብሕጊ ኣምላኽ ባህ ይብለኒ እዩ ንኣምላኽ ክሐጉስ ይደልየ ምስ ኣምላኽ ክነብር ይደልየ ምስ ኣምላኽ ክመላለስ ይደልየ ምስ በቲ ሕጊ ኣምላኽ ክመላለስ ይደልየ በቃ ጻድቅ ቅዱስ ኮይነ ክመላለስ ይደልየ ኦኬ ብጽድቅን ብቅድስናን ክመላለስ ይደልየ ኣብዚ ምድሪ ብጨው ኮይነ ክመላለስ ይደልየ ነገር ግን ካልእ ሕጊ ርኢ ኣለኹ ካልእ ሕጊ ርኢ ኣለኹ ኢልካ ናብ ሓጢኣት ዝማርኸኒ ናብ ሓጢኣት ዝወስደኒ ብሓይሊ ዝግድደኒ ብሓይሊ ዝኹንነኒ ብሓይሊ ሓጢኣት ክገብር ክፍኣት ክገብር ዝድርኸኒ ሓይሊ እርኢ ኣለኹ ሕጂ ግና ንሕና ካብዚ ሓጢኣት ሓራይና ማለት ወር ፍሪ እዚኣ ብጣዕሚ ዘገርም ምግላጺ ናይ ጳውሎስ እንታይ ኢሉ ኣነ ኣይኮንኩን ኢልካ እቲ ሓጢኣት ዝገብር ዝነበረ እቲ ዝዝሙ ዝነበረ እቲ ክፉእ ዝገብር ዝነበረ ኣነ ኣይኮንኩን ጳውሎስ እዚ ዳዊት ተመልከት ዳዊት እንታይ ኢሉ ዳዊት እንታይ ኢሉ ኣነ ኣነ ስኢልካ እኖይ ብሓጢኣት ጠኒሳ ብሓጢኣት ወለደትኒ ኢልካ ምስ ባትሴባ ብዝሙት ምስ ወደቐ ማለት እዩ ሪኹሞ ኣሃ ለካ ኣነሲ ብዝሙት ምስ ወደቕኩ ኣይኮነን ዝሙት ገይረ ገና ምስ ሓጢኣተይ ተወለድኩ ሰብ እየ ማለት ካብ ዝርኢ ኣትሒዘ ማይ ከለኹ ኣትሒዘ ኣብ ማህፀን ኣደይ ከለኹ ኣትሒዘ ሓጢ እየ ሓጢ እየ ሓጥየ ስለዚ ጳውሎስ እንታይ ይብለና ኣሎ ልካ ንሕና ኣይኮናን ሓጢኣት ንገብር ነይሩ እቲ ኣብ ውሽጥና ዘሎ እቲ ኣብ ውሽጥና ሓዲሩ ዝነበረ ሓጢኣት እቲ ኣብ ውሽጥና ብኣዳም ምክንያት ዝመፅ ሓጢኣት ሲንፉል ኔቸር ኣማርትያ እሱ እዩ ሓጢኣት ዝገብር እሱ እዩ ዝግለፅ ኣነ ዋላ ሓንቲ ክገብሮ ይክልኒ ማለት እዩ ዋላ ሓንቲ ክገብሮ ይክልኒ ምክንያቱም ኣነ እቲ ሕጊ ቅዱስ ምዃኑ እቲ ሕጊ ሰናይ ምዃኑ እቲ ሕጊ ጻድቕ ምዃኑ እምስክር ኣለኹ ንዑ ክገብሮ እውን ይደልየ ብኡ ክመላለስ እውን ይደልየ ነገር ግን ካልእ ነገር እርኢ ኣለኹ ኢልካ ብሓይሊ ዘግብረኒ ብሓይሊ ብሓጢኣት ክመላለስ ብድኻም ክመላለስ ብፀልማት ክመላለስ ዝገብረኒ ካልእ ሕጊ ርኢ ኣለኹ ኢልካ ሕጊ ሓጢኣት ይሱ እቲ ሃማርትያ ይሱ እቲ ሲንፉል ኔቸር ማለት እዩ ስለዚ ዓሰርተ ሸውዓተ ሸውዓተ ዓሰርተ ሸውዓተ እየ ዘበልኩም ዘለኹ ስለዚ እቲ ኣባይ ሓዲሩ ዘሎ ሓጢኣት እዩ እምበር ኣነ ይኮንኩን ዝገብሮ ዘለኹ ናይ ናይ ነቲ ሓጢኣት ዝገብር ዘሎስ ኣነ ይኮንኩን ካልእ ፐርሰን ኣሎ ካልእ ፐርሰን ኣሎ ሃማርቲያ ፐርሰን እዩ ፐርሰን እዩ ሃማርቲያ ፐርሰን እዩ እንታይ ማለት እዩ ፍቅሪ ሪኢኹም ኣለኹም ፍቅሪ ኣምላኽ ብመንፈስ ቅዱስ ኣብ ውሽጥና ስለ ዝፈሰሰ ምሽሊካ ዝፈስስ ነገር እዩ ኣይኮነ ፍቅርስ ዝፈስስ ነገር እዩ ዝፈሰሰ ነገር እዩ ዝምላእ ነገር እዩ ኣብ ውሽጥኻ ዝኣቱ ነገር እዩ ዝኾነ ንፋስ ኣይኮነን ሪኹሞ ስፒሪት እዩ ዝኻ ማለት እዩ ስለዚ እሱይ ዝገብሮ ዘሎ ኢልካ ኣነ ተገሊፅሉ ማለት እዩ እንታይ እዩ እታይ እንታይ ይመስለ ተመልከት እሱ ንሕጊ ኣምላኽ ክፍፅም ይደሊ በቲ ኣምላኻዊ መንገዲ ክመላለስ ይደሊ በቲ ኣምላኻዊ ህይወት ክመላለስ ይደሊ ንኣምላኽ ባህ ከብሎ ይደሊ ነገር ግን ካሌሪ ብሓይሊ ሓጢኣት ይገብር ከይፈተወ ሓጢኣት ይገብር ከይፈተወ ይሓሚ ከይፈተወ ይዝሙ ከይፈተወ ኣብ ገለ ፀልማት ይኣቱ ስለዚ ኣነ ይኮንኩን ኣነ ይኮንኩ ነዚ ሓጢኣ ዝገብሮ ዘሎ ክት ኣብ ውሽጠይ ዘሎ ኣብ ውሽጠይ ሓዲሩ ዘሎ ኣብ ውሽጠይ ተሰሪቱ ዘሎ ኣብ ውሽጠይ ብዘርኢ ተኻፈልኮ ብባህሪ ተኻፈልኮ ብውልደት ተኻፈልኮ ብኣዳ ብምውላድ ተኻፈልኮ ሓጢኣት እሱ እዩ እሱ እዩ ዝግለጽ ዘሎ እዚ ሓጢኣት ዝግለጽ ዘሎ ከኣ ኢልና ብላዕሊ ብሕጊ ምኽንያት እዩ ብሕጊ ምኽንያት እዩ ዓሰርተ ሸሞንተ ፍቓድ እዚ ኣሎኒ ናይ ምንታይ ፍቓድ ሕጊ ኣምላኽ ክፍጽም ፍቓድ ኣሎ ሕጊ ሙሴ ክፍጽም ፍቓድ ኣሎ ምግባር እቲ ሰናይ ግና ስኢነዮ ኣለኹ ክገብሮ ግን ኣይክእልን ንምንታይ ካልእ ሕጊ ሓጢኣት ኣሎ ካልእ ካልእ ካልእ እዩ ዝዝውሮ ማለት እዩ ኦኬ ካልእ እዩ ዝዝውሮ ካልእ እዩ ዝግለጽ ነቲ ዘይደልዮ እከይ እገብሮ ኣለኹ ነቲ ዘይደልዮ እከ ይገብሮ ኣለኹ እምበር ነቲ ዝደልዮ ሰናይ ኮንኮን ዝገብር ዘለኹ ስለዚ ኣባይ ማለት ኣብ ስጋይ ሰናይ ከም ዘልቦ እፈልጥ ኣለኹ ማስ ማስ ቅድሚ ክርስቶስ ሕጅሞ ስጋና ቤት መቅደስ ሕያው ኣምላኽ ኣብ ውሽጥና ሃማርትያ የለ ሃማርትያኖ የለ ዊ ኣር ራይቸስ ዊ ኣር ሆሊ ኣብ ስጋይ ሰናይ የለን ክትብለይ ትኽኒያ ሕጂ ሕጂ ኣምላኽ ንዓና ቅድስተ መቕደስ ገይርናይ መቅደስ ህያው ኣምላኽ ኢና ንሕና ሕጂ ቤት መቅደስ ህያው ኣምላኽ ኢና ንሕና ሕጂ ኦኬ ኣብ ስጋይ ሰናይ የለን ክትብለ ይትኽኒ ሓጂ እስኻ ቅዱስ ኢኻ ብስጋኻ ቅዱስ ኦኬ ብመንፈስካ ቅዱስ ማለት እዩ ክብሪ ንኣምላኽ ይኹን ቅድሚ ግን ሰናይ ነበረና ኣማርትያ ስለ ዝነበረና ስለዚ ኣባይ ማለት ኣብ ስጋይ ሰናይ ከም ዘየለ እፈልጥ ኣለኹ ነቲ ዝደልዮ ካብ ዘይገብሮ ኢሊካ ነቲ ዝደልዮ ካብ ዘይገብሮ ድሕሪ ሕጅስ እቲ ኣባይ ሓዲሩ ዘሎ ሓጢኣት እዩ እምበር ኣነ ይኮንኩን ዝገብሮ ዘለኹ ኣነ ይኮንኩን ኢሉ በቃ ነቲ ሓጢኣት ዝገብሮ ዘሎ ኣነ ይኮንኩን ምክንያቱም ኣነ ዝደልዩ ሰናይ ክገብር እሱ ዝገለፅ ዘሎ ካልእ ስለዚ ኣነ ይኮንኩን ኢሉ ስለዚ ካብዚ ብሓይሊ ዝግድደኒ ሓይሊ ነፃ ክገብረኒ ዝኽእል ክርስቶስ ጥራይ ካብ ዝኣስረኒ ሓራ ክገብረኒ ዝኽእል ካብ ዝግድደኒ ሓራ ክገብረኒ ዝኽእል ካብቲ ኣነ ካብ ንዘይደልዮ ክገብር ዝግድደኒ ካብ ዘሎ ኣካል ሓራ ክገብረኒ ዝኽእል ሕጊ መንፈስ ህይወት እዩ ናይ ክርስቶስ ኣብ ክርስቶስ ዘሎ ሕጊ መንፈስ ህይወት ኣብ ክርስቶስ ዘሎ ሕጊ መንፈስ ህይወት መን ኢልና መንፈስ ቅዱስ እዩ እምበኣርሲ ኣነ ሰናይ ክገብር ዝደሊ እቲ እከይ ከዓ እቲ እከይ እቲ እከይ እስከ በሉ እቲ እከይ ማንታይ ማለት ሓጢኣት ማለት እዩ ከም ዝጠብቀኒ ከም ዝጠብቀኒ ሕጊ ኮይኑ ረኸብኩ ኔቸር ኮይኑ ረኸብኩ እዩ ትብል ኣብ ካልእ ቨርጂን ከይድኩም ረኣዩ ኣብ እንግሊሽ ኔቸር ኮይኑ ረኸብኩ ሕጊ ኮይኑ ረኸብኮ ኦኬ ሕጊ ኮይኑ ረኸብኮ ፐርሰን ኮይኑ ረኸብኮ ተረዳትኩም ዕስራን ሓደን እየ ደንበልኩም ዘለኹ ሸውዓተ ዕስራን ሓደ እምበኣር እሲ ኣነ ሰናይ ክገብር ዝደሊ ጳውሎስ እንታይ ይደሊ ጳውሎስ እንታይ ይደሊ ርእሱ እንዲ ዝምስል ዘሎ ኣነ ሰናይ ክገብር ዝደሊ ኩሉ ሰብ እንታይ ክገብር ዝደሊ ኩሉ ሰብ ሰና ክገብር እዩ ዝደሊ ኦኬ ምስ ኣምላኽ ክመላለስ እዩ ዝደሊ እቲ እከይ እቲ ሃማርትያ ማለት እዩ እቲ ሓጢኣት ማለት እዩ እቲ ሲንፉል ኔቸር ማለት እዩ እቲ እከይ ከም ዝጠብቀኒ ሕጊ ኮይኑ ኔቸር ኮይኑ ረኸብክዎ ማለት እዩ እምበኣርሲ ኣነ ሰናይ ክገብር ዝደሊ እንታይ ይደሊ ሰናይ ክገብር ፅቡቕ ክገብር ምስ ኣምላኽ ክመላለስ ከም ፍቓድ ኣምላኽ ክመላለስ ከም ድሌት ኣምላኽ ክመላለስ ይደሊ እቲ እከይ እቲ እከይ እቲ ሃማርትያ ማለት እዩ እቲ ሲንፉል ኔቸር ማለት እዩ ከም ዝጠብቀኒ ማለት መሰረታዊ ባህርያዊ ምሳይ ዝለገበ ፈጺመ ኣብኡ ክወፅእ ዘይክእለሉ ከምዚ ፕሪንስፕል ባህሪ ኮይኑ ረኸብኩ ማለት እዩ ጀነቲቭ ኬዝ ኮይኑ ረኸብኩ እዩ ጀነቲቭ ኬዝ ተፈጺሙ ክለቅ ብናይ ሰብ ፃዕሪ ብናይ ሰብ ባህሪ ብናይ ሰብ ሓርኮትኮት ብናይ ሰብ ተፈላለ ዋጋ ምኽፋል ዋላ ገንዘብ ክፈል ዋላ ጾምን ጸሎትን ውሰድ ዋላ ሽሕ ግዜ በቃ ቅድሚ ኣምላኽ በቃ ጠቕላላ እንታይ እሞ ክብለካ ኩን ፈጺሙ ካባኻ ክለቅቕ ዘይክእል ማለት ጀነቲቭ ኬስ ጀነቲቭ ኬዝ ባህርያዊ ምስ ደምካ እትተሓዘ ኦኬ ምስ ዘርእኻ እተሓዋወሰ ፈፂምካ ካብኡ ክትለኣቕ ዘይትኽእል ብጀካ ብክርስቶስ ዳስዋጋይ ክርስቶስ መይቱ ሓጢኣት ቀሊል ነገር ኣይኮነ መይዞ ከምዚያ ገይሩ ዝሕዘካ ዓትዒቱ ዘይ ገይሩ ዝሕዘካ ብምንም ታምር ክትወፅ ኣይትኽእልና ብናትካ ሓይሊ

ባህርያዊ እዩ። ምሳና እተጣበቐ እዩ። ምሳና እተወለደ እዩ። ቫይረስ እዩ። ስለዚ ብናትካ ተግባር ብናትካ ፃዕሪ ገለመለ ክትኣልዮ ይትኽእል ካብዚ ከውፃካ ዝኽእል ጳውሎስ መወዳእታ ተኣሚኑ እኮ ተፃዕረ ተፃዕረ ተፃዕረ ተፃዕረ ተፃዕረ ተወረደ ተደይበ ወላሓንቲ ክገብረ ይካል ስለዚ ካብዚ ናፃ ክገብሮ ዝኽእል መን እዩ ክርስቶስ ጥራይ ኣብ መወዳእታ ከብቅዕ ደው ክብል ኣይካንት ክብል ተመልከት ሕጊ ኮይኑ ረኸብኩ ባህርያዊ ኮይኑ ረኸብኩ ሃማርትያ ኮይኑ ረኸብኩ ፕሪንስፕል ኮይኑ ረኸብኩ ስርዓት ገለ ዘይኮነሲ ከምዚ ምሳይ ተጣበቐ ባህርያዊ ኔቸር ኔቸር ኔቸር ኮይኑ ረኸብኩ ማለት እዩ ሕፅር ብዝበለ እንታይ ማለት እዩ ኔቸር ኮይኑ ረኸብኩ ማለት እዩ ስእልካ ዝእለ ዝወፀ ገለገለ ይኮን ኔቸር እዩ በቃ ስለዚ ብናትካ ጸሎት ብናትካ ዕሽር ብናትካ ሞባ ብናትካ ሓርኮትኮት ብናትካ ጾም ብናትካ ዋጋ ምኽፋል ብናትካ ክለቅቕ ኣይክልን ዋላ ሰናይ ድለ ዋላ ምስ ኣምላኽ ክትኸውን ድለ ካብኡ ኣይትባቀ በዓል ኣብ ውሽጥኻ ኮይኑ ሰርቫይቭ ትገብር እንቀሳቐስ ኣነ ይኹንኩን ትገብሮ ዘለኹ ኢልካ እኮ እሱ በዓሉ እዩ እቲ ሓጢኣት እዩ ትገብሮ ዘሎ እቲ ሃማርትያ እዩ ትገብሮ ዘሎ እሱ እዩ ትግለጽ ዘሎ ስለዚ ኣነ ካብዚ ነገር ዋላ ሓንቲ ክገብር ኣይክእልን ኢሉ ረኸብኮ ምስ በለ 22 ብናይ ውሽጢ ሰበይሲ ብሕልንኡ ማለት እዩ ብናይ ውሽጢ ሰበይሲ በቲ ሕጊ ኣምላኽ ባህ ይብለኒ በቲ ሕጊ ሙሴ ባህ ይብለኒ ኣብዚ ሕጂ ሕጊ ሕጊ ሕጊ ተደጋጋሚ ሕጊ ድብሎ ኣብዚ ምዕራፍ ሸውዓተ ሕጊ ሕጊ ድብል በታዕዊ ዲኹም ትርድእዎ በታዕዊ ዲኹም ትርድእዎ እንዳንበብኩሞ ሕጊ ሕጊ ድብል ሕጊ ሰብኣይን ሰበይትን ኣሎ ካብ ላዕሊ እንተሪኹሞ ፍቕዲ ሓደ ፍቕዲ ክልተ ማለት እዩ ሕጊ ሰብኣይን ሰበይትን ኣሎ ሕጊ ሙሴ ኣሎ ሕጊ ሙሴ ኣሎ ሕጊ ሓጢኣት ኣሎ ሕጊ ሓጢኣት ኣሎ ሰለስተ ነገር ኣሎ ማለት እዩ ሕጊ ሰብኣይን ሰበይትን ኣብ ምዕራፍ ሸውዓተ ጥራይ ዝብለኩም ዘለኹ ሕጊ ሰብኣይን ሰበይትን ሕጊ ሙሴ ሕጊ ሙሴ ሕጊ ሓጢኣት ኦኬ ሕጂ ሱ ኢለ ካብርሃልኩም ማለት እዩ ኣብ ፍቕዲ ሓደ ማለት ምዕራፍ ሸውዓተ ፍቕዲ ክልተ ፍቕዲ ሓደ ዘሎ ሕጊ ሕጊ ሰብኣይን ሰበይትን እዩ ኦኬ ኣብዚ ዕስራን ሓደን ዘሎ ሕጊ ሸውዓተ ዕስራን ሓደን ዘሎ ሕጊ ኣማርትያ ሕጊ ሓጢኣት እዩ ሕጊ ሓጢኣት እዩ ሕጊ ሰናይ ቅዱስን ምዃኑ ይፈልጥ እዩ ዝበለካ ሕጊ ሙሴ እዩ ኣብዚ ከዓ ዕስራን ክልተን ብናይ ውሽጢ ሰበይሲ በቲ ሕጊ ኣምላኽ ባህ ይብለኒ እዩ ዝብሎ ዘሎ ከዓኒ ሕጊ ሙሴ እዩ ግናኸ ኣብ ኣካላተይ ምስ ሕጊ መንፈሰይ ምስ ሕጊ መንፈሰይ ዝዋጋእ ሕጊ መንፈሰይ እንታይ ሕጊ ሕልና እዩ ዝሕጂ እስኪ ማለት ኩሉ ሕጊ ሕጊ እንዳበለ ይገልፆ ዘሎ እዚ ከዓ ዓይናይ ሕጊ መንፈስ እዩ ማለት ሕጊ መንፈስካ ሕልናኻ ማለት ብካል ኣዘራርባ ብሕልናኻ ንኣምላኽ ከተሐጉሶ ትደሊ ምስ ኣምላኽ ክትመላለስ ትደሊ ብውሽጣዊ ሰበይሲ በቲ ሕጊ ኣምላኽ ባህ ይብለኒ ምሽ ኢሉ ስለዚ ግናኸ ኣብ ኣካላተይ ምስ ሕጊ መንፈሰይ ዝዋጋ ናብቲ ኣብ ኣካላተይ ዘሎ ሕጊ ሓጢኣት ኣቢሉ እውን ዝማረኸኒ ካልእ ሕጊ ርኢ ኣለኹ ናበይ ኣቢሉ ናብቲ ኣብ ኣካላተይ ዘሎ ሕጊ ሓጢኣት ሕጊ ሓጢኣት ተሃማርትያ ማለት እዩ ኣቢሉ ዝማርኸኒ ካልእ ሕጊ እርኢ ኣለኹ ሕጂ ናብ ሕጊ ሃማርትያ ኣቢሉ ናብ ሕጊ ሓጢኣት ዝወስደካ መን ሕጊ ሙሴ እዩ ሕጊ ሙሴ ብሕጊ ሙሴ ዝለዓል ተሃማርትያ ዝበሃል እቲ ሲንፉል ኔቸር እዚ ኣዳማዊ ባህሪ ዝለዓል ብምንታይ እዩ ብሕጊ ሙሴ እዩ ክእዘዝ ከሎ ክንገር ከሎ ኦኬ ክበሃሎ ከሎ ይለዓል ስለዚ ኣብ ኣካላተይ ናበይ ኣቢሉ ዝማርኸኒ ናበይ ኣቢሉ ዝማርኸኒ ናብ ሕጊ ሓጢኣት ኣቢሉ ዝማርኸኒ ካልእ ሕጊ ርእሊ ኮይንካ ይዋ ኣነ ምጉድርሰ በቃ ኣብዚ ሕጂ ከምዚ ክትብል ኣለካ ከምዚ ክትብል ኣለካ ከምዚ ኢልና ኮይና መፂና ፈለማ ኣነ ዋላ ሓንቲ ክገብር ኣይክእልን እየ ኢልካ መፂኻ ሕጂ ዶ ይኽእል እዮ ይበሃል ሕጂ ዶ ይኽእል ይበሃል እንተካልሕዎ ምክርስቶስ ኢኻ ኢልካዮ ማለት እዩ ይዋ ኣነ ምግዱር ሰብ ካብዚ ናይ ሞት ስጋስ መን ኮን ከድሕነኒ እዩ ይብል ነይረ ኢልካ ከምኡ ይብል ነይረ መን ከድሕነኒ እዩ መን ከድሕነኒ እዩ? ንኣምላኽ ብጎይታና ኢየሱስ ክርስቶስ ስብሓት ይኹኖ። ሕጂ ዋው ይ ካብ ዝሓራ ዝገብር ካብ ዝናፃ ዝገብር ኣርዑትካ ዝሰብር ካብ ሕጊ ሃማርትያ ካብ ሕጊ ሓጢኣት ናፃ ትገብር ሓራ ትገብር መፅኡ ማለት እዩ መን እዩ እሱ? ክርስቶስ የሱስ። ንኣምላኽ ብጐይታና የሱስ ክርስቶስ ስብሓት ይኹኖ። እምበኣርሲ ኣነ በዓለይ ብሓሳበይ ንሕጊ ኣምላኽ ብስጋ ግና ንሕጊ ሓጢኣት እግዛእ ኣለኹ። ይሓስብ ጥራይ እዩ በቃ ኣብ ሕጊ ሙሴ እንተኾንካ ትሓስብ ጥራይ ኢኻ ንሕጊ ሙሴ ክትፍጽሞ ትሓስብ ንሕጊ ሙሴ ክትፍጽሞ ትብህግ ንሕጊ ሙሴ ክትፍጽሞ ትምነ በቃ ትምኒት ጥራይ ኮንካ ትተርፍ ብስጋይ ግና ንሕጊ ሓጢኣት እግዛእ ኣለኹ ሕጊ ሓጢኣት ረው ኣቢሉ ይሕዘካ ማለት እዩ ካብኡ ሸሞንተ ይቕፅል ሸሞንተ ኢሉ ኣይፀሓፈን ጳውሎስ ሸሞንተ ዘእተዎ ሊቃውንቲ እዮም ሸሞንተ ኢሎም ዘእተዎ ሊቃውንቲ እዮም ስለዚ ዕስራን ሽዱሽተን ማለት እዩ ንጳውሎስ ዕስራን ሽዱሽተን እዩ ማለት እዩ ኦኬ ዕስራን ሓሙሽተን ትውዳሓከ ሸውዓተ ቀፂሉ እዩ እቲ ሓሳብ ማለት እዩ ዕስራን ሽዱሽተ እውን ኣይገበረላ እንዲ ግን ደብዳቤ እዩ ኦሬዲ ደብዳቤ ስለ ዝኾነ ፍቕዲ የብሉ ምዕራፍ የብሉ ነገር ግን ይቕፅል እዩ እቲ ሓሳብ ማለት እዩ ተረዲኹምኒ ይቕፅል እምበኣር እዚ ይብል ሕጂ ናው ድሕሪ መስቀል ካብ መስቀል ንደሓር ካብ ጎልጎልታ ንደሓር ካብ ትንሳኤ ንደሓር ነቶም ብክርስቶስ የሱስ ዘለዉ ኩነኔ የብሎምን ማለት እንታይ ማለት እዩ? መን እዩ ዝኹንኖም ነይሩ? ሕጊ ሓጢኣት ሕቂ ይኹንኖም እንታይ ማለት እዩ? ክገብርዎ ዘይደልይዎ ነገር የግብሮ፣ ክኸድዎ ዘይደልዮ ነገር ይኺዱ፣ ክዛረብዎ ዘይደልዮ ነገር የዛርቦም፣ ክምነይዎ ዘይደልይዎ ነገር የመንዮም፣ ኦኬ ክወድቅዎ ዘይደልዮ ነገር የውድቆም፣ ክሕንኩልዎ ማለት ኣብዚ ትፈትዎ ነገር የእትወካ ሕጊ ሓጢኣት ማለት እዩ። እዚ ኩነኔ ማለት እዚ ኩነኔ ማለት ኣብዚ ኩነኔ ተጻሒፉ ዘሎስ ኢልና ብሓሳብና ንኹነኖ ገለ ይኮነ ብሓይሊ ዝወስደካ ኣካል ማለት ኣብ ዘይትፈትዎ ኣብ ዘይትደልዮ ኣብ ዘይትምንዮ ብሓይሊ ወሲዱ ዘግብረካ ዘገድደካ እዩ ኣብዚ ኩነኔ ተጻሒፉ ዘሎ ኩነኔ ይብልና ገዳድዮ ይብልና ናብ ሓጢኣት ዝግድደና የለን፣ ናብ ዓለም ዝግድደና የለን፣ ናብ ሰይጣን ዝግድደና የለን። በቃ ዝግድደና ኣካል የለ። ሓራ ወፂና ነፃ ወፂና ካብ ሕጊ ሓጢኣት ነፃ ወፂና ካብ ሕጊ ሙሴ ነፃ ወፂና ዊ ኣር ፍሪ ፍሮም ኮንዲሜሽን ኮንዶሚኔሽን ማለት እዩ። እቲ ኣብ ክርስቶስ የሱስ ዘሎ ሕጊ መንፈስ ህይወት ሄሎ እቲ ኣብ ክርስቶስ የሱስ ዘሎ ሕጊ መንፈስ ህይወት መንፈስ ቅዱስ ኣበይ ዘሎ ኣብ ክርስቶስ እዩ ዘሎ ብክርስቶስ ይናባና መፂ ብክርስቶስ ይናባና ተላኢኹ ክርስቶስ ስራሕና ምስ ፈፀመ ክርስቶስ ኣብ መስቀል ቀራንዮ ነቲ ሃማርትያ ምስ ኣለየልና ኣያያያያ ምስ ከፈሎ ማለት ምስ ከፈሎ ንዓና ሕያዋን ትገብረና ንሓጢኣት ዘይኮነ ንሞት ዘይኮነ ንውድቀት ዘይኮነ ንህይወት ንሰላም ንዕረፍቲ ንደስታ ንኣምላኻዊ ህይወት እንታይ ዝገብረና ሕያዋን ዝገብረና መን እዩ ሕጊ መንፈስ ህይወት እዩ ሕጂ መንፈስ የሱስ ክርስቶስ ብናይ መንፈስ ቅዱስ ሓይሊ እዩ ተጌርና ካብቲ ሕጊ ሓጢኣት ሓራጌርና ማለት እዩ ሓራጌርና ከመይ ገይሩ ንበል ሕጂ ሲምፕል ኤግዛምፕል ክበኩም ሲምፕል ኤግዛምፕል የሱስ ክርስቶስ ንሓጢኣትና ኣብ መስቀል ቀራኒ እንታይ ገይሮ ከፊሎ ምስኡ እውን ሸንኪሩ ኦኬ ካብኡ ንዓና ከም ወንጌል ከም ብስራት ናባና ብቓል ናባና መፅዩ የሱስ ክርስቶስ ተባሂልና ሽዑ ሓጢኣትኩም ከፊሉ ውድቀትኩም ከፊሎ መርገምኩም ከፊሎ እቲ መቕፃዕቲ ኩሉ ንዓኹም መቕፃዕቲ ከፊሎ ወይዘ የሱስ ክርስቶስ እቲ ንሕና ክንቕፅዖ ትግባኣና ብሰሩ ሓጢኣት እንታይ ጌርና ከፊልዎ ሓጢኣትኩም ተኸፊሉ እዩ ተባሂልና ኣሚንናዮ ነዚ ክፍል እንታይ ጌርናዮ ኣሚንናዮ ምስ ኣመናዮ ልክዕ ምስ ኣመናዮ መን ይመፅእ ሽዑ ሕጊ መንፈስ ህይወት እዩ ትመፅእ ምክንያቱ ምዉታት ኢና ኦኬ ስለ ዝኣመንካ ሓራ ክትኾነ ይትኽእል ኒኻ ስለ ተነሳሕካ ሓራ ክትኾነ ይትኽእል ኒኻ መንፈስ ቅዱስ ናባኻ ክመፅእ ኣለዎ መንፈስ ቅዱስ ናባኻ ክኣት ኣለዎ ልክዕ ምስ ኣመንካ የስ የሱስ ክርስቶስ ምእንቲ ሓጢኣተይ ከም ዝሞተ ምእንቲ ጽድቀይ ከም ምውታት ድማ ከም ተሰብ ሳልሳይቲ መዓልቲ ይኣምን እየ ክትብል ኮለኻ ምስትቓል ኤይ ምስትቓል መንፈስ ኣሎ ኦኬ ኣብ ክርስቶስ የሱስ ዘሎ መንፈስ መንፈስ ቅዱስ ማለት እዩ ናባኻ ይመጽእ ናባኻ ይኣቱ ኣይረአን እዩ ስፒሪት እዩ ልክዕ እስኻ ክትእመን ኮለኻ ንየሱስ ክትቕበል ኮለኻ የሱስ ክርስቶስ ጎይታ እዩ የሱስ ክርስቶስ መድሓኒ እዩ ኣነ ብደም የሱስ ክርስቶስ ጥራይ ክድሕን ትኽእል የሱስ ክርስቶስ ምንታይ እዩ ሞይቱ የሱስ ክርስቶስ ምንታይ እዩ ተሳቕዩ የሱስ ክርስቶስ ምንቲ ሓጢኣተይ እዩ የሱስ ክርስቶስ ምንቲ ሞተይ ሞይቱ ምንቲ መርገመይ መርገም ኮይኑ ኢልካ ብኣፍካ ክትእመን ኮለኻ ጎይትነቱውን ክትእውጅ ኮለኻ ሽዑ መንፈስ ቅዱስ ናባኻ ይመጽእ በቲ ብስራት ማለት ናባኻ ይመጽእ ናባኻ ያእቱ ኦረድ እንታይ ኢኻ ዘለኻ ስቲል ምዉት ኢኻ ዘለኻ እንታይ ኢኻ ዘለኻ ምዉት ኢኻ ዘለኻ ስለዚ መንፈስ ቅዱስ ይመጽእ እሞ ነቲ ምዉት ነገር ነቲ ኣረጊት ነገር ነቲ ኣዳማዊ ባህሪ ነቲ ኣዳማዊ ህይወት ነቲ ዝሞተ ነገር ካብ ውሽጥኻ የውፅኦ ቅፅበት ዓይኒ ማለት ኣምላኽ መንፈስ ቅዱስ ናይ ቅጽበት ዓይኒ ካብ ውሽጥኻ ጸልማት የውጻልካ ካብ ውሽጥኻ ሞት የውጻልካ ካብ ውሽጢ መንፈስካ ምዉት ነገር ኣውፅኡ ኒው ካይኖስ ይገብረካ ማለት እዩ ሃለሉያ ሓዲሽ ፍጥረት ውሉድ ኣምላኽ ናር በቃ ሓድሽ ነገር የእትወልካ ሓድሽ ትኸውን ቅድሚ ሕጂ ሓጢኣት ገይሩ ከም ዘይትፈልጥ ጻድቕ ይገብረካ ማለት እዩ ሪኹሞ ሓራ ይገብረካ ሐራይ ገብረካ ኣበይ ደሎ እቲ ኣብ ክርስቶስ የሱስ ዘሎ ሕጊ መንፈስ ህይወት እሱኻ መንፈስ ቅዱስ ይበሃል ካበይ ሐራይ ገብረካ ካብ ሕጊ ኃጢኣትን ሞትን እንተ ኃጢኣትን ሞት እንታይ ሞ ሃማርት እያ ማለት ንስኻትኩም ብሩኻት ኢኹም ኣብ ውሽጥኹም ሃማርትያ የለን ኣብ ውሽጥኹም ኃጢኣት የለን ኣብ ውሽጥኹም ኣዳማዊ ባህር የለን ብክርስቶስ የሱስ ነፃ ኮይንኩም ኢኹም መንፈስ ቅዱስ እቲ ኣረጊት ፍጥረት እቲ እቲ ሃማርትያ ካብ ውሽጥኹም ኣውፅኡ ሓደሽቲ ፍጥረት ገይርኩም ንስኻትኩም ዩ ኣር ኒው ክሬሽን ዩ ኣር ካይኖስ ዩ ኣር ካይኖስ ብለስ ንስኻትኩም ብሩኻት ኢኹም ሸሎም Thank you.